ሰላም ኣብ ቀርማ ርሑን እትርከቡ ተኸታተልቲ ዓውዲ መሪሕነት መደብ ናይ ሎም መዓልቲ ሒዘት መፅ ዘለኹ ሕፅር ዝበለት መልእኽቲ ድማ መለለይ ብሉፅ መራሒ ርእሱ ከም ግቡእ ዘመሓድር ግን ከዓ ዝመርሕ ዝብል ሓሳብ ዘለዎ እዩ ብዙሕ ግዜ ኣብ ሓደ ናይ መሪሕነት ፅፍሒ ወይ ከዓ መዝነት ዘሎ ሰብ ነቲ ካልኦት ሰባት መምርሒ ሂቡ ከም ዝገበሩ ከም ዝስርሑ ክብሎ ቀሊል ክኾን ይኽእል እዩ እቲ ዝዓበየ ብድሆ ናይ ዝኾነ ይኹን ሰብ ከምኡ ከዓ ናይ ሓደ መራሒ ግና ርእሱ ምምሕዳር ወይ ከዓ ምምራሕ እዩ። እምበኣር ነዚ ከመይ እየ ዝገብሮ ንዝብል ቀዳማይ መለለዩ ርእሱ ዝገትእ ክኸውን ይግብኦ። ምሳሌ 16 ቁፅሪ 32 እቲ ህቡብ ንጉስ ሰሎሞን ከምዚ ኢሉ ተዛሪቡ ኣሎ ንኹራ ደንጓይ ዝኾነ ካብ ጅግና ይበልፅ ካብቲ ንኸተማ ዝሕዝካ መንፈሱ ዝገዝእ ይበልጽ ይብሎ። እዚ ክንርእዮ ከለና እቲ ኣብ ደገ ዘሎ ክትቆጻጸር ወይን ከኣ ከተጥቅዕ ቀሊል ክኾን ይኽእል እዩ። ማለት በቲ ቁሳዊ ወይን ከኣ በቲ ፊዚካል መዳይ ማለት እዩ። እቲ ሓል ውግእ ግን ኣብ ውሽጥኻ እዩ። ማለት ዘሎካ ኣሉታዊ ዝኾነ ባህርያት ወይን ከኣ ልምድታት ክትቆጻጸሮምን ክትገዝኦምን ምኽኣል ማለት እዩ። ብዙሓት ጀጋኑ ናይ ሰራዊት መራሕቲ ጀነራላት ከም እቲ ፍሉጥ ኣብ ታሪኽ ኣሌክሳንደር ዓቢ ዝበሃል ሃጸ ኣብቲ እዋን እቲ ዝነበረ ፍሉጥ ዓለም ብዝገዘአ ህቡብ ብርቱዕ ጅግና ከም ዝነበረ እዩ ዝንገረሉ። ግን ኣብ ኩራ መጺኻ ንካልእ ባህርያት ግን ንርእሱ ምግዛእ ከም ዝጽገም ዝነበረ ናይ ታሪኽ ተንተንቲ ይዛረቡ። ባዕሉ ውን እቲ ንጉስ ሰሎምን እዚ ዝበለና ውን ንርእሱ ኣዝዩ ጥበበኛ ፈላጥን እኳ እንተነበረ ርእሱ ክገዝእ ከመሓድር ከም ዘይከኣለ ግና ነንብቦ ማለት እዩ። ቀጺሉ ንጉስ ሰሎምን ከምዚ ኢሉ ኣሎ መንፈሱ ዘይገትእ ሰብሲ ቀጽሪ ዘይብላ ዝፈረሰት ከተማ እዩ ይብል። ኣብቲ እዋን እቲ ሓንቲ ከተማ ካብቲ ብደገ ዝመፅእ መጥቃዕትታት ወይ ከዓ ናይ ፀላእቲ ወራራት እትከላኸለሉ መገዲ ፅቡቕ ዝኾነ ቀፅሪ ወይ ከዓ ድልድል ዝኾነ ቀፅሪ ምህላው እዩ እዚ ክብል ከሎ እንታይ ማለት እዩ እንተ ሓደ ሰብ ነቲ ኣብ ሂወት ዘሎ ልምድታት ድዩ ባህርያት ድዩ ብፍላይ ከዓ ኣሉታዊ ዝኾነ ነገር ቀፅሪ ገይሩ ርእሱ ክቆፃፀር እንተ ዘይክኢሉስ ልክዕ በቲ ብደገ ዝመፅእ ብድሆታት ወይ ከዓ ፈተናታት ክትቃዕ ኣደዳ እዩ ዝኸውን ወይ ከዓ ቪክቲም ክኸውን ቀሊል እዩ ዝኸውን ይብለና ማለት እዩ ስለዚ እቲ ውሽጢ እዩ ትውግእ እዩ ዝብለና ዘሎ ከምቲ ሓደ ፍሉጥ ህቡብ መራሒ ብዛዕባ መሪሕነት ከዓ ዝፀሓፈን ዝተዛረበን ከምዚ ኢሉ ኣሎ ዓያሱ ከለና ንዓለም ክንገዝኣን ክንቆፃፀራን ኢና ንፍትን ወይ ከዓ ንደሊ ምስ ለበምና ግና ርእስና ክንገዝኣ ወይ ከዓ ክንቆፃፅራ ኢና ንደሊ ኢሉ ስለዚ እቲ ናይ ብሓቂ መራሒ መለለዩ ሓደ ርእሱ ዝገትእ፣ ዘመሓድር፣ ዝመርሕ ክኸውን ይግብኦ። ናይ ሎሚ ዘላትኒ ሕጽር ዝበለት መልእኽቲ ኣብዚ ብቂዐ ኣለኹ። ኣብቲ ዝቕጽል መደብ ዓውዲ መሪሕነትና ዓውዲ መሪሕነት ክሳዕ ንራኸብ የቐንየለይ ሓውኹም ኣስመሮም እዩ።